Hello, this is Microphone Media. Please like, subscribe, and share. Thank you.
ሰላም ጥዕና ሃበለይ ድሃን ደው ኢልኩም ድሃን ድሃጀርኩም ኣብ መላእ ዓለም ዘለኹም ሰማዕትና ሰላም ንኣኻትኩም ይኹን እዚ ማይክሮፎን ሚድያ እዩ ንማይክሮፎን ሚድያ ሓድሽ ዝኾንኩም ከዓ መንቋ ድሃና መፃኹም እናበልና ናይ ኩሉ ሻዕ መድመፅቲ ናይዚ ቤተሰብና ኣካል ኮይንኩም ክትቅፅሉ ሰብስክራይብ ዘይገበርኩም ሰብስክራይብ ግበሩ ላይክን ሼርን ጌርኩም ንክትሰምዕዎ እውን ብክብሪ ንዕድመኩም ሰማዕትና። ብዓርኪ ሰማዕተይ ብጣዕሚ ዘሐጉሱ ዜና ሒዘልኩም መፅየ ኣለኹ። ሕፅር ሕፅር ዝበሉ እዋናዊ ዝኾኑ ኣገደስቲ ዝኾኑ ዓብይ ኣህመድ ሓዘን ተቐሚጡ ብዙሕ ብዙሕ ሰራዊቱ ተበቲኑ ረጊፉ ኣሎ። ኣበየበ እዩ ረጊፉ ንብለኩም ዘለና ልዕሊ ሓሙሽተ ሚእቲ ሰራዊት እውን ንዩናይትድ ዓረብ ኤምሬትስን ንዓብይ ኣህመድን ዘሰንበደ ሰለስተ ኣርባዕተ መርድእ እዩ ንዓብይ ኣህመድ ብሓደ ግዘ መፅይዎ ዝኒሀ ሰማዕተይ። ብዛዕባኡ እውን ክንነግረኩም ኢና። ብጣዕሚ ዘሕጉስ ነገር እዩ ንክልቲኡ ኣበይ ኣበይ እዮም ዝረግፉ ዘለዉ ንመን እዮም ኢዶም ሂቦም እዚ ክንነግረኩም ኢና ደመ ከልቢ ዝኾኑ ከዓ ምነው ዝዓፋር ዝኸዱ ንሳቶም እውን ናብ ዘይምልከቶም ውግእ እቲ ዓብዪ ኣሕመድ ኣርጊፍዎም ኣሎ ዝተማረኹ እውን ኣለዉ ንሳቶም እውን ብዛዕባኦም እውን ክንነግረኩም ኢና ታደሰ ወረደ እውን ሓሳቡ ቀይሩ ይበሃል ኣሎ። ብዙሓት ካልኦት እውን ሕፅር ሕፅር ዝበሉ እዋናዊ ዝኾኑ ይመፁና ኣለው። ብደቐ ሰከንዱ ይለኣኸልና እዩ ዘሎ። ሻዕ ያው ከም ትፈልጥዎ ሕፅር ሕፅር እናበልና እቲ ቪድዮ ስለ እነምፅኦ ነዊሕ ኣይነምፅኦ ኣይንኸደልኩምን እናበተና እናዘርጋህና ሓደ ሰዓት ምሉእ ምሳና ጠጠው ይነብለኩምን ግን ናሕዘን ሓፀርቲ ደቂቓታት ምሳና ፀኒሕኹም ስምዕዎ ካልኦት ንክሰምዕዎ እውን ላይክ ግበርዎ። ካሊእ ምንም እንሓቶ ነገር የለን። እዚ ሃውና እዚ ግበሩልና ኢልና ከም ማይክሮፎን ሚዳ ሓድትና ኣይንፈልጥን ንቅድሚት ውን ክንሓትት ምንም ዓላማ የብልናን ሰማዕተይ ንሕና እታ እንኽእላ ንክንገብር ኢና ኣብዚኣ ዝነና ህዝብና ክሰምዖ ህዝብና ክድሕነሉ ተስፋ ክሕዘሉ ክጥንቀቀሉ ክመሃረሉ እንተይ ሓሰቦ ክዓም ፀላእቲ መፂኦም ዘይኾነ ነገር ከየብፅሕሉ ከምዘይመሰለናን ነይሩ ከይበሃል ናተኸታተልና ነምጽኦ ንዙ እዩ እሞ ላይክ ምግባር ከዓ መንኣኻትኩም ሰከንድ ኣይትውደኣልኩምን ካብ ጅባኹም ክዓመ ፔኒ እዚ ሓንቲ ሳንቲም ዘይተውጽኡላ እያ እዙይ እናበልኩም በኣርከስ ናብቲ ዝርዝሩ ንሕለፍ ሓቢርና ንስምዓዮ ብቶም ዓፋር ዝነው ረጊፎም ዝነው ክነግረኩም እዩ ሰማዕተይ ብኣቶም ክጅምረልኩም ኣብ ዘይምልከቶም ውግእ እናኸዱ የርግፍዎም ኣለው ይዓሸጥዎም እዮም ዘለው ንጻርቃን ናይ ፃርቃን ናይ ጌታቸው ሰራዊት ሀዚ ኣብ ዘይምልከቶ ምስ ፋኖ እናኸደ ይረግፍ ኣሎ ኣብ ዓደምሓራ ከይዶም ዝተማረኹ ኣለው ሀዚ ዝግበር ዘሎ ሎማዓንቲ ዝግበር ዘሎ ኢና እነግረኩም ዘለና ካብ ግንባር ሀዚ ደዊሎምልና ነይሮም ኣበበይ እቲ ቦታ እነግረኩም ኢና ሰራዊታት ኣብኡ ተኣኪቦም ዝነበሩ ብግዲ እናገደዱ እናወሰዱ የርግፍዎም ኣለው ካብዙይ የድሕንኩም እየ ዝብለኩም ካብ ጀግና ኮይንካ ተጋዳላይ ትግራይ ኮይንካ ቲዲኤፍ ተብሂልካ ተኸቢርካ ጥመም ፅማእም ሕመምም ብፆትካ ቀቢርካ ንህዝቢ ኢሉ እዩ ዝስዋእ ዘሎ ዝበሃል ዝነበረ ሕዚ ግን ንገንዘብ ኢሎም ንኸብዶም ኢሎም ባንዳታት ሞይቶም እናተባህለ ይዝገበሎም ኣብ ኩሉ ሚድያ ኣብ ሶሻል ሚድያ ኣዕለቕሊቑ ዘሎ ሰበር ዜና እናተብሃለ እዙይ እዩ። ኣይ ትግራይ ሀዚ እውን ሀዚ እውን ንፅውዖ እዚ ተሓጒስና ከነውርዮ ስለዘይንኽእል ዝነገር እዚ ሀዚ እውን ንፅውዖ ኣንትሞ ዓፋር ተሪፍኩም ዘለኹም ኣንትሞ ኣብ ፀለምቲ ዘለኹም ንዓድኹም ተመለሱ ንዓድኹም ተመሊስኩም ይቕርታ ሓቲትኩም ብሰላም ንበሩ ወይ ንህዝብኹም ተቓለሱ ህዝብኹም ኣብ ዝለዓለ ሽግር ኣብ ዝለዓለ መከራ እዩ ዝኒሆ። እቶም ዝእዝዙኹም ዘለዉ፣ እቶም እናዓሸዉ ንዑ እናበሉ ዝወስዱኹም ዘለዉ ኣብ ኣዲስ ኣበባ ተደላቒቖም እዮም ዝነብሩ ዘለዉ። ናይ ባዕልቶም ፎቓት ናይ ባዕልቶም ገዛ እናሃለዎም ገዘኦም ኣካርዮም እንደገና ሓደሽቲ ሪል ስቴት ዝተሰርሐ ገዛ ተኻርዩሉ እዩ ዘቕምጦም ዘሎ ዓብዪ ኣሕመድ። ከ ኣይከማኻትኩምን ንሳቶም ተንደላቂቆም እዮም ዝነብሩ ዘለዉ ብናሃትኩም ደም ብናሃትኩም ኣካል ብናታትኩም መስዋእትነት ንሳቶም ተንደላቂቆም ይነብሩ ኣለዉ ናይ ናታቶም ዓጀብቲ ወይ ክዓ ናታቶም ሓሻኸር ተተብሃልኩም ምንም ለውጢ የብሉን ሀዚ እውን ንዓድኹም ተመለሱ እዚኣ እየ ክብል ዝደሊ ብዙሕ ብሰፊሑ እንትንዛረብ እንተለና ብጣዕሚ ስለ ዝኸብደና ከም ማይክሮፎን ሚድያ ከም ባዕለይ እውን ሞይቶም ተወዲኦም ኢልካ ምዝራብ ብጣዕሚ እዩ ዝኸብደና ተጋሩ እዮም እያ ተጋሩ እዮም ንህዝቦም ኢሎም ከዓ ዓመት ዝተወሰነ ግዜ እውን እንተኾነ መስዋእትነት ከፊሎም ነይሮም እዮም ያው ተሃዚ ዝኒሃ ትግራይ ንክትፀንሕ ዝከኣሎም ገይሮም ዝነበሩ እዮም እዚ እናዋልኩ ሰማዕተይ ህዝብቱ ንዓብዪ ኣሕመድ ሰራዊቱ ረጊፎም ኢልናኩም ዝነና ሃበ ወሎ ኣብ ወሎ ግንባር ሰፊሕ ሰፊሕ ዝኾነ ውግእ ኣሎ ሀዚ። ህዝቢ ሶሻል ሚድያ ኣዕለቕሊቑ ዝኒሆ ካብኡ ከባቢ እውን እናደወሉ ዝነግሩና ዘለው ኣብ ተን ቦታታት ሀዚ ንሳቶም ንስኻትኩም ካባይ ብዘለፀ ትፈልጥዎ ኢኹም ጎብዬ ዝበሃል ዞቡል ዝበሃል ቆቦ ዝበሃል ኸባብታት ብሰፊሑ ኣብኡ ዝነበረ ሰራዊት ምዉትን ቁሱልን ገይርዎ ኣሎ ፋኖ። ፋኖ ጥራሕ ኣይኮነን ያው ሰራዊት ትግራይ መፅዩ ዝወገኣና ዘሎ ሰራዊት ኤርትራ እዉን የማኽር እዩ ዘሎ ዋና ዝመርሕዎም ዘለዉ ዘርግፉና ዘለዉ ግን ያው ሰራዊት ትግራይ እዮም እናበሉ ብስም እዉን እናፀዉዑን ንምግበይ ዝብልዎ ሐዚ ፅባሕ ድሕሪ ፅባሕ እዉን ከምኡ ኢሎም ከምዘዉፅኡ ምንም ኣይትጠራጠሩ ግን ሓያል ሓያል ዝኾነ መርገፍቲ ሓያል ዝኾነ ዓወት ፋኖ ሃፊሶ ኣሎ እዚ ናይ ንዓዋት እዩ ሰማዕተይ እዚ ውግእ እዚ እኮ ኣብ ትግራይ ክግበር ተሓሲቡ ዝነበረ እዩ ኣብ ኣምሓራ ክልል ኣብ ኣየናዋኻትኩም ይቕረ እምበር ይቐልደኩ ኢሎ ኣብ ኣየናዋኻትኩም ይቕረ እምበር እዚ ውግእ እዚ እኮ ኣብ ትግራይ ኣቲኻ ክግበር ተሓሲቡ ዝነበረ እዩ ሓገዝ ዘድሊ እንድሕር ኮይኑ ንፋኖ ሙሉእ ንሙሉእ እንተሓገዘቲ ሰራዊትና ኣብኡ እናሃለዉ ንኸቕርዮም ምንም ቅር ይብለና ንኣና ምንም እንኳ ኢዱ እንተዘየእተወት ሰራዊት ትግራይ ዋላ ሓጊዝዎም እንተኾይኑ እውን ብጣዕሚ ፅቡቅ ገበረ ኢና እንብል ንምንታይ እንድሕር ዓዲ ኣምሓራ ተቆፃፂሩ ዓብዪ ኣሕመድ ናበይ ዝመፅ ዘሎ ናብ ትግራይ ካብኡኸ ናብ ኤርትራ እዚ ሰብኣይ እዚ ብዘይ ውግእ ክነብር ዘይኽእል ሰብፍ እዩ ሕዚ ግን ኩሉ ኣብ ዝኸዶ ቦታ ሰራዊቱ እናረገፈ እናተበተነ ከምዚ ዝመሰለ ሰራዊት ኣብ ኢትዮጵያ ታሪክ ተርእዮ ይፈልጥን ዝገደደ እናኾነ እናገደደ እናገደደ እናገደደ እዩ ዝኸይድ ዘሎ ብደርጊ ብሃይለ ስላሴ ዝነበረ ጀግንነት ዝነበሮም እውን ነይሮም እዮም ንኣማን ዓንዶም ንኩሎም እቶም መራርሓ ዝነበሩ ጀጋኑ እዮም ነይሮም ብድሕሪኡ ናይ ደርጊ ዝሐሹ ነይሮም ብጣዕሚ ዝሐሹ ናይ ሀዚ ዝኒሆ ሰራዊት ናይ ዓብይ ኣህመድ ግን ናይ ዓብይ ኣህመድ ዝኒሆ ሰራዊት ናይ ኦሮሞ ብልፅግና ዝኒሆ ሰራዊት ከምኡ ዝመሰለ ተርእዮ ይፈልጥን ኣገዲዱ ስለ ዘምፅኦም መዝሓል ዓረር ክኾኑ ኢሉ ስለ ዘምፅኦም ሓንቲ ጥይት እንተሰሚዖም ተትወሃቦም ጥይት ኣፍታ ዘለውዋ ኮይኖም ሓንቲ ግዜ ዛባና ክላሽ ጠጠጠጠጠጠጠጠጠ ኣቢሎም ወዲያው ይውድእዋ ካብኡ ባዶ ኢዶም እዮም ዝሕዝዎ ዝጭብጥዎ ስኢኖም ስሪኦም ኣረ- ኣርሒሶም ኢኻ ተርህቦም ይብተኑ ኢዶም ይህቡ ዓብዪ ኣይትበሉ ንእሽተይ ኣይትበሉ በዓ- ኣዛዚ ኣይትበሉ ተራ ወታደር ኣይትበሉ ኩሎም ኢዶም እዮም ዝህቡ ይብተኑ እዮም ዘለዉ እዚ ብዝለዓለ ኩነት ዝሕዞ ዝጭብጦ ስኢኑ ዝኒሆ ዓብዪ ኣሕመድ ድሮናት ከይትኩስ ኣብ ዝኾነ ቦታ እናተኮሰ ከይውዕል ተተኳሲ የብሉን ንባዕላ ንዩናይትድ ዓረብ ኤምሬትስ ኣብ ዝለዓለ ወጥሪ ኣብ ዝለዓለ ጭንቂ እያ ዝኒሃ ኣብ ዝለዓለ ወጥሪ ኣብ ዝለዓለ ጭንቂ እያ እኒሃ ትንድድ እያ ዘላ ናይ ኢራን ጫፍ ጎረቤት ዓዲ ምዃና ዩናይትድ ዓረብ ኤምሬት ትፈልጡ ዶ ሰማዕቲ ጎረቤታ እያ ብፍላይ እቲ ዱባይ ጫፍ በቃ ብጣዕሚ ቀረባ እያ ምስ ኢራን እቲ ሆርሙዝ ዝበሃል ናይ ባሕሪ ፐርሽያን ጎልፍ በቃ ብጣዕሚ ተቐረባ እያ ታብኣ እያ ዝኒያታ ዋና ኣስኳል ዝኾነት ናይ ውግእ ናይ ኣሜሪካን ናይ እስራኤልን ናይ ኢራንን ውግእ ትካየዳ ዘላ ኣብ ዩናይትድ ዓረብ ኤምሬትስ እዩ። ናይ ዩናይትድ ዓረብ ኤምሬትስ ሶሎ ዝተብሃለ ፎቓቱ ዘሎ ዝተብሃለ ዕዳጋ ቦታ፣ ዲዩቲ ፍሪ ናይ ዱባይ፣ ዝኹለይ ናይ ላግጀሪ ናይ ቅንጦት ዝኾነ ገዛውቲ ይነድድ እዩ ዘሎ። ኣብ ዝለዓለ ጨንቂ እዩ ዝንሄው። ስለዚ ተተኳሲ ክህቦ ኣይኸኣለን፣ ገንዘብ ክህቦ እውን ኣይከኣለን፣ ንባዕሉ ምትራፍ እውን ጨኒቑዎ እዩ ዝንሄው። ኣብኡ ኣብ ኢትዮጵያ ጥራሕ ኣይኮነን፣ ኣብ ኢትዮጵያ ሰልጢኖም ኣብ ሱዳን ዝዋግኡ ዝነበሩ ልዕሊ ሓሙሽተ ሚእቲ እታ ልዕሊ ሓሙሽተ ሚእቲ ኢዶም ሂቦም ንብለኩም ዘለና ሰራዊት ናይ ሱዳን ብናይ ኢትዮጵያ ሰራዊት ዘሰልጠኖም ኣብ በንሻንጉል ጉምዝ ኣሰልጢኑ ናብ ሱዳን እነእትይዎም ዝነበረ ሕዚ ኢዶም ሂቦም ኣለዉ ሚኢትን ሰላሳን ሽዱሽተን መኻይን ምስ ተተኳሲ እየን ንልኩም ድዚ ድሽቃ ገለመለ ፅዒነን ዝኸዳ ፒክኣፕ ደየለዋን ሚኢትን ሰላሳን ሽዱሽተን መኻይን ኢደን ሂበን ኣለዋ ንኣል ብርሃን ኣልቡርሃን ኣይኮነን ዘሸንፈኒ ዘሎ ሰራዊት ትግራይ ዘሸንፈኒ ዘሎ ኣርሚ ሰብዓ እዩ ዘሸንፈኒ ዘሎ እዮም ዝብሉ ይሸንፎ ድዩ ይዋጋእ ድዩ ኣርሚ ዘብዓ ቧ ንሕና ንፈልጦ ነገር የለን ንክሕዶን ንኣምኖ ምንም ነገር የለን ግን ከ ይሽነፈሉ እቲ ዋና ትግራይ ተዓፅያ ኣይትነብርን ናይ ትግራይ ክኽፈተላ እዩ ነዳዲ ካብ ሱዳን ክትእቱ እያ በቃ እዙይ ኢና እንብል እዚ ዝሕጉስ ተስፋ ዝህብ እዩ ንህዝብና ንዙይ እውን እዩ ላይክ ግበርዎ እሞ ህዝብና ክስምዖ ንብለኩም ዘለና እና ኣብ ሱዳን እዚ ከም ዘሎ እቲ ዩናይትድ ዓረብ ኤምሬት ቢልዮንስ እናውፅአ ዝሕግዞ ዝነበረ ዝኩለይ ድሮናት እናሃበ ኣብ ናይ ኢትዮጵያ ሰራዊት እውን ኣብ ኢትዮጵያ ሰልጢኑ ባዕሉቲ ናይ ኢትዮጵያ ሰራዊት እውን ኣብ ሱዳን ከይዶም ተማሪኾም እዮም መን እዩ ዝማርኾም ዘሎ ህዚ እውን ዝብልዎ ዘለዉ እቲ ናይ ሱዳን መራሒ ዝብሎ ዘሎ ሓሚቲ እንታይ እዩ ዝብል ዘሎ ናይ ተጋሩ እዮም ዝወግእኒ ዘለዉ ተጋሩ እኒሀው ኣብዚ ንኣልቡርሃን ሓጊዞም ዝወግእኑ ዘለዉ ተጋሩ እዮም ንሳቶም ኣይከኣልክዎም እናበለ እዩ ዝብል ዘሎ ስለዚ ዓብዪ ኣሕመድ ኣብ ዓዲ ኣምሓራ እንተተሸነፈ ተጋሩ መፅኦም ይወግእኑ ኣለዉ ይብል ኣብ ሱዳን ከይዱ እንተተሸነፈ ተጋሩ እዮም ዝወግእኑ ይብል ብዓፋር እንተኸደ ተጋሩ እዮም ዝወግእኑ ይብል ኤርትራ ከይከይድ ተጋሩ እዮም ዝኽልክሉን ኣለዉ ኣይ ትግራዋይነትስ እውነትን ምዝራብ ክቡር ዝኾነ ክቡር ጀግና ዝኾነ መንነት እዩ ንዙይ እውን እዩ ኣቱም ንዓብይ ኣሕመድ ንገንዘብ ኢልኩም ተዓሺኹም ተታሊልኩም ናብ ዓፋርም ይኹን ናብ ካሊእ ቦታም ይኹን ከይድኩም ዝኒሀኹም ተመለሱ ተኸቢርኩም እሞ ተኸቢርካ እማ ኣብዛ ዓለም ንነብረላ ንሓፃር ግዜ እያ ንስኻትኩም ብዙሕ መስዋእትነት ከፊልኩም ኢኹም ዕሽም እዮም ወሲደምኹም ኣጋግዮምኹም እዮም ወሲዶምኹም ንጻርቃን ንሳቶም ኣብ ላግዜ ኣብ ቁንጦት ዘለዎ ተመቻችይዎም ብ ኣብ መዓልቲ ንቁርሶም ጥራሕ ሰላሳ ኣርብዓ ሽሕ እናውጽኡ ዝበልዑ ዘለዉ እዮም ሸራተን ናብ ስካይላይት ኣሎ ዝተብሃለ ሆቴል ከይዶም ውስኮም እናጨለጡ ዝሓድሩ ዘለዉ እዮም። ቦዲ ጋርድ ዝነዎም እዮም። ማካይን ተፈልየናሎም ብዓጀብቲ እዮም ዝኸዱ ዘለዉ። ንስኻትኩም ከ ኣብ ሙቖት እናተቓፀልኩም ኣብ ቁሪ ምኽዓም ካብኡ ይግደድ ተብሂሉ ክዓመ ናብ ዓደምሓራ ናብ ዘይምልከተኩም ወሲዶም የዋግኡኹም ኣለዉ። ስለዚ ተመለሱ እንብለኩም ንዙይ እዩ። ሀዚ ደጊመ ዝዛረባ ዘለኹ ብጣዕሚ ዘሕዝን ኩነታት ስለ ዝረእኹ እዩ። እብዚ ናይ ሀዚ ውግእ ኣብ ናይ እዘን ዝነገርኩኹም ጎብዬም ዞብልም ቆቦም ተጋሩ ካብ ዓፋር ዝመፃና ኢና ኢሎም ዝተማረኹ ኢንተ ቃለ መሕተት እናተገበረሎም ይረኣዩ ነይሮም ኣብ ሶሻል ሚድያ ሰማዕቲ እዚ እናበልኩ ናብ ታደሰ ወረደ ክወስደኩም ተልተሎ እናበልኩ ከምቲ ዝነገርኩኹም ሕፅረ ሕፅረ እናበልና ስለ እነምፅኦ ናብ ወዲ ወረደ እንትንከይድ ከለና ወዲ ወረደ እንታይ ከም ዝሓስብ መቸም ዝወረደ ዝወረደ ሰብ እንዲ ወዲ ወረደ ማለት እንታይ እሞ ክንብሎ ኢና ስም ዝተውጽእሉ ጽሓፍልና እስቲ ወዲ ወረደ እንታይ ተተባህለ ምሐሸ ዝወረደ ወዲ ወረደ ኢልናዮ ነርና ግን ይንእሶ እዩ ካብ ምውራድም ካሊእ ነገር የድልዮ እዩ ኢሎም ኢልኩም ጽሒፍኩም ኣለኹም እስቲ ንወዲ ወረደ ስሙ ስም ሃብዎ ሰማዕተይ ወዲ ወረደ እንታይ ክንተበልና እዩ ዝሐይሽ ወዲ ወረደስ ንሓምሳ ዓመት ዝኣክል ንሓምሳ ዓመት ዝኣክል ዝተጋደለ ጅግና እዩ እናተባህለ ዝነበረ ተኸቢሩ ዝነብር ዝነበረሲ ክንደይ ዓመት ቀርየንኦ እየን ህዚ ምስንዲ ዓብይ ኣሕመድ እናኸደ እናመኸረ ዝመፅእ ዘሎ ወዲ ወረደ ንብለል ዘለና ኣብቲ ቅድሚት ስለ ዘሎ እምበር ኣንቱም ካልኦት እውን ንፈልጠኩም ኢና ዝርዝር ክነውፀኩም ኢና ክንደይ መኪና ከም ዘለኩም ክንደይ ገዛውቲ ከም ዘለኩም ኣብ መቐለም ይኹን ኣብ ኣዲስ ኣበባም ይኹን ኣዲስ ኣበባ ኸድኩም ኣበይ ኣከባቢ ከምት ቦሌ መድሃኒኣለም ከባቢታት ዘሎ ቦታታት ኣበየበይ ከም ተምስዩ ፎቶግራፍኩም እንተይቀረየ ኣብኡ እናሰሓቕኩም እና ዙርያ ምላሽ ስተዩ ብልዑ ንትብሉ እንተለኹም ኣብ ስልጣን ዝንህኹም ንፈልጠኩም ኣለና ይሰዱልና ኣለዉ እዮም ግዱሳት ተጋሩ ምሳኻትኩም እናበልዑ እናሰተዩ ማንካ እናበሉ ንጌታቸው መቸም ጌታቸው ብሓደ ወገን እውነት ንምዝራብ ጌታቸው ኣይመኻይዱን እኮ ብስሩ እቶም ካልእት ሲ ኣይመኻይዱን ስዒሎም ዘይረብሑ እዮም ጌታቸው እኮ ኣራዳ እኮ እዩ ጌታቸው ኣራዳ እዩ ማለት ትሰርሖ ስራሕ ትክክል እዩ እናዋልኮ ይኮንኩን ግን ያው እንታ ግዚኡ እዩ ዝነብር ጌታቸው ምንም ኑሮም ምንም ምንም ዘይብሉ ሰብ እዩ ግን ተዝናንዩ በቃ ብልዑ ስተዩ ችርስ እናበለ እዩ ዘምሲ ኣብ ቦሌ መድሃኒኣለም ኣከባቢ ማለት እዩ ኣብ ኣዲስ ኣበባ ግን እዚ ኩለይ ግን እናቐረፁ ይስልድልና ኣለዉ ብፍላይ እስቲ ይቕረብ ብቻ ናይ ጌታቸው ህዚ ንሕለፎ እሞ ወዲ ወረደ ግን ህዚ ተሓሳቡ ኣነ በቃ ስልጣን ዝበሃል ኣይደልን ታደሰ ዝዛረቦ ኣሚነ ኣይኮንኩን ዝዛረበኩም ዘለኹ እንታይ ከም ዝበለ ንሱ ክዛረብ ደለ እየ እምበሪ ታደሰ ወረደ ዝብሎ ዘሎ ስልጣን ኣይደልን ኣውርዱኒ ካሊእ ሰብ ኣምፅኡ ኣነ ምስ ህዝበ እየ ገለመለ እንትብል እንተሎ እማኑ እዩ ሓቁ እዩ እናበልኩ ኣይኮነን ዝብለኩም ዘለኹ ንሱ ዝዛረቦ እየ ዝዛረብ ዘለኹ ታደሰ ወረደ ተልእኾ ተውሂብዎ እዩ ንመቐለ መፅኡ ዝኒሆ ዓብዪ ኣሕመድ ብዝርዝር ቸክሊስት፣ Checklist፣ ዝበሃል ኣሎ። እዚኣ ትገብር፣ ብድሕሪኣ እዚኣ ትገብር፣ ብድሕሪኣ እዚኣ ትገብር፣ ብድሕሪኣ እዚኣ ትገብር ዝበሃል ጽሒፎም ዝህቡኻ ዶ የለን? ብእንግሊዝኛ ቸክሊስት እዩ ዝበሃል። ካብኡ ደሓር እታ ሓንቲ ምስ ሰራሕካያ፣ እታ ቁጽሪ ሓደ ምስ ሰራሕካያ ራይት ትገብረላ ወይ ከዓም ትስርዛ። እታ እትቕጽል ከዓም ትገብር። ስለዚ ዝተብሃሎ ግበር ዝተብሃሎ እዩ ዝገብር ዘሎ ወዲ ወረደ። ነብኡ ዝነው ግን መዓልቲ መቑጸሪ እዩ እዚ ከምኡ ዝግበር ዘሎ። እታ ምርጫ ንክስያዕ ትበጽሕ። ሕዚ እኮ እታ ምርጫ እኮ እናኣተወት እኮ እያ። እታ ምርጫ ምስ ተመረጸት ምርጫ ከተገይሩ እዩ ክበሃል እዩ፣ ምስ ተመረጸ ከኣ ምርጫ ምስ ተገብረ ከኣ ማንም ዝወዳደሮ የለን ባዕሉ ጎይዩ ባዕሉ እዩ ከሸንፍ ዓብይ ኣሕመድ ተመሪጸ እየ እዚ ክገብር እየ ኢሉ ዋድያው ክእውጅ እዩ። ስለዚ ወዲ ወረደ ዓዲ እዩ ዘጥፍእ ዘሎ። ነዚ እውን እዩ ንውድብ ህወሓት ስልጣንኩም ልቐቑ እንድሕር ስራሕኩም ዘይትሰርሑ ኮይንኩም ንታደሰ ወረደ ሒዝኩም ኣብ መዕረፊ ዘይተቐምጥዎ ወይ ከዓ ምደለኻዮ ኹን ግን ንስኻ ካብታ ቢሮ ውፃእ ኢልኩም ኣገዲድኩም እንድሕር ዘይተውፅእዎ ኮይንኩም ሰራዊትም ይኹን ውድብ ህወሓትም ይኹን ቅዋምኩም ኣፍልጡ እንብል ዘለና ንዙ እዩ። ቅዋምኩም ኣፍልጡ። እዚ ነገር እዚ ኮነ ኢልካ እዩ ታደሰ ወረደን ዓብዪ ኣሕመድን ኣብ ትግራይ ዝግበር ዘሎ ኣብ መቐለ ዝግበር ዘሎ እተን ባዕልቶም ዝደልይዎን እየን ዝግበራ ዘለዋ ከይዱ ኣብታ ናይ ግዜያዊ ምምሕዳር ቢሮ ኣብ ደጀን ኣትዩ እዩ ዝኒሆ ቢሩኡ ማንም ዝተንከፎ የለን ውድብ ሕወሓት ኣብቲ ስብሰባ እየ ዝገብር ዘለኹ ኢሉ ግዜ የባኽን ኣሎ ሰራዊት ትግራይ ከዓመ ወይ ከዓ ኣብቲ ካውንስል ካብ ሰራዊት ትግራይ ካብ ውድብ ሕወሓት ካብ ግዜያዊ ምምሕዳር ዝተጣየሸ ትሽዓተ ሰባት ዘለውዎ ታደሰ ወረደ ታሽዓዮም ማለት እዩ ንሳቶም ከዓመ ናይ ውድብ ህወሓት ውሳነ ናይ ማእከላዊ ኮሚቴ ውሳነ ንፅበ ኣለና እዮም ዝብሉ ዘለዉ ስለዚ እዚ ነገር እዚ ኣብ ውድብ ህወሓት ዘለኹም ፅባሕ ድሕር ፅባሕ እናበልካ ዘየለ መግለፂ እናሃብካ ዘየለ ዘይረብሕ ዘይምልከቶ ኩሉ ነገር ዝፈልጦ ሰብ ወዲያው ዝኾነ ብብሰከንዱ ዝለዋወጠል ዘሎ ግዘ ናይ ሓደ ሰሙን መግለጺ እናበልካ ዝወጽእ ዘሎ እዙይ ክቐረ ኣለዎ። እንድሕር ዘይክኢልኩም ውረዱ ውረዱ በቃ ማንም ካብ ማንም ኮ ይበልጽን ብሱሩሲ ምንም ዝጠቐም እጓ የለውም ዘም ህዚ ዝነዎ ኣመራርሓ ናይ ውድብ ህወሓት እቲ ድርጅት እዩ ያው መስመር ስለ ዘለዎ ኣካይዳ ስለ ዘለዎ ዝሰርሕ ዘሎ እምበር እቶም መራሕቲ በቃ ምንም ነገር ምውሳን ዘይኽእሉ እዚ እገለ ከይኸፍኦ እገለ ከይሕጎስ እገለ ከምዚ ከይኸውን እናተባሃልካ እናተናቆረካ ሸርሒ እናተገብረ ኣራት ኪሎ እናኸዱ እናበልዑ እናሰተዩ ዝመፁ እነዎ ካብ ማእኸሎም ከዓመ ዘሕዝን እዩ ብቻ እዚ እናበልኩ ሰማዕተይ ንህዘው እዚ ኣኽለና ክሻዕ ዝቕፅል ግዜ ሰላም ደሓን ውዓሉ ደሓን ሕደሩ ቻው